ኩላህና መጽሓፍ ቅዱስና ክነውጽእ ኢና እሞ ናብ ቃል እግዚኣብሔር ክንከይድ ኢና ሎም መዓልቲ እቲ ብቐዳማይ ማለት ዝሓለፈ ሰሙን ቅድሚኡ ዝነበረ ዝጀመርናዮ ንዑ ኢና ክንቅጽሎ እቲ ካልኣይ ክፋል እዩ ሕጂ ዝርገት ኣለዎ እሞ ብወይኒ ኣይትስከሩ ዝብል ቃል ንዑ ኢና ክንቅጽሎ ኩላህና መጽሓፍ ቅዱስና ኣውጽእና ንላዕሊ ሓፍ ነብሎ እሞ እዚ መጽሓፍ ቅዱስዚ ናተይ እዩ፣ እቲ ኣብኡ ተጻሒፉ ዘሎ ዅሉ ድማ ቃል ኣምላኽ ከም ዝዀነ ብምሉእ ልበይ ይኣምኖ እየ። ኣሜን። መጽሓፍ ቅዱስና ኣውጺእና ኣብ ኤፌሶን ሓምሻይ ምዕራፍ። ዘሎ ክፍሊ ከነንብብ ኢና። ኣብ ጥቕሲ ዓሰርተው ሸሞንተ ኢና በጺሕና ዘለና። እቲ ክፍሊ ምስ ኣንበብኩዎ ሓጺር ጸሎት ጸሊና በቲ ዘለና ግዜ እቲ ቃል ኣምላኽ እንታይ ከም ዝብል ክንርኢ ኢና። ኣብ ምዕራፍ ሓሙሽተ ካብ ጥቕሲ ዓሰርተ ሓሙሽተ ጀሚረ ስጋዕ ዕስራን ሓደን ዘሎ ከንብቦ እየ። እምበኣርሲ ቅንያቱ ኽፉእ እሞ፣ ግዜ ዓዲግኩም ከም ለባማት እምበር ከም ዕያሱ ዘይኰነ ከመይ ብጥንቃቐ ከም እትመላለሱ ተመልከቱ። ምእንትዚ እቲ ፍቓድ ጐይታ እንታይ ምዃኑ ኣስተውዕሉ እምበር፣ ዓያሱ ኣይትኹኑ። ዝርገት ኣለዎ እሞ ብወይኒ ኣይትስከሩ ግናኸ ብመዝሙርን ምስጋናን ብመንፈሳዊ ቅኔን ብልብኹም ንጐይታ እናተቐነኸሙሉን እናደረስኩምሉን ንሓድሕድኩም እናተዘራረብኩምን መንፈስ ይምላእኩም። ንኣምላኽን ነቦን ስለ ዅሉ ነገር ብስም ጐይታና የሱስ ክርስቶስ ኵሉ ሳዕ እናመስገንኩምዎ ንሓድሕድኩም ብፍርሃት ክርስቶስ ንበሩ። እግዚኣብሔር ኣምላኽና እዚና ነመስግነካ ኣሎና በዚ ንግሆ እዚ በዛ ሰዓት እዚኣ ንጽሊ ኣሎና እቲ ዳዊት ዝጸለዮ ጸሎት ኣብ ቃልካ ኣብ ሕግኻ ተኣምራት ምእንቲ ክርእስ ኣዒንተይ ክፈተለይ ከም ዝበለዎ ኣምላኽ ንቓልካ ሕጂ ክንምርምሮ ከነንብቦ ከነጽንዖ ከለና ኣብ ዙርያ ቓልካ ኮይንና ቃልካ ክንሰምዕ ከለናስ እቲ ኣብ ቃልካ ተሓቢኡ ዘሎ ምስጢር ንህይወት ዝኸውን እግዚኣብሔር ምእንቲ ክንሪኦ ኣዒንትና ክትከፍተልና ልብና ክትከፍተልና ኣእምሮና ከተብርሆ ካብ ምብዕዛዝን ምድቃስን ከተውጻና ንቕሕና እግዚኣብሔር ናይ ንቑሕ ተመሃራይ ልቢ ናይ ንቑሕ ተመሃራይ እዝኒ ክትበና ክንሰምዕ ከነቕልብ ኣብ ውሽጥና ድማ ንቓልካ ከነእትዎ ክትረድኣና ንጽሊ ኣሎና ጎይታ ቓልካ ግልሃልና ኣብ ማእከልና ምግልሃት ቃልካ ይኹን እግዚኣብሄር ብቓልካ ንነፍሲ ወከፍና ተዛረበና ጎይታ ንኽብርኻ ኢልካ ስለ ስምካ ኢልካ ግበሮ ብስም የሱስ ኣሜን Thank you Jesus ኣብ ዝሓለፈ ርኢና ኣለና ዝርገት ኣለዎ እሞ ቦይና ኣይትስከሩ እንታይ ደኣ ብኣንጻሩ ብመንፈስ ቅዱስ ተመልኡ ዝብል ንክልቲኡ ርኢናዮ ኣለና ኣብዛ ምዕራፍ ኣብዛ ጥቅሲ ዓሰርተ ሸሞንተ ምስ በጻሕና ነቲ ካብ ጥቅሲ ካብ ምዕራፍ ኣርባዕተ ጥቅሲ ሓደ ጀሚሩ ክነግረና ዝጸንሐ ኣካይዳ ክርስትና ብቅድስና ክንመላለስ ዘኽእለና እቲ ዅሉ ትእዛዛት ክበና ጸኒሑስ ኣብዛ ጥቕሲ እዚኣ ምስ በጽሐ ግን ነቲ ትእዛዛት ክንፍጽሞ ነቲ ቓል ኣምላኽ ክንነብረሉ ዘኽእለና እንታይ ምዃኑ ክነግረና ከሎ ብመንፈስ ቅዱስ ተመልኡ እቲ መንፈስ ቅዱስ ኣባኻትኩም ምስ ሓደረ ንሱ ብመገድታት ኣምላኽ ከመላልሰኩም እዩ ይብል ምኽንያቱ ኣብ ትንቢት እንድሕር ርኢና ቀደም ሕግታት ተዋሂቡ እዩ ሕጂ ግና እቲ ናይ እምኒ ልቢ ኻባኻትኩም ኣውጽኤ እንታይ ክገብር እየ? ናይ ስጋ ልቢ ኽህበኩም እየ፣ መንፈሰይ ኣባኻትኩም ከሕድር እየ፣ ሕግጋተይ ኣብ እብልብኹም ክጽሕፎ እየ፣ ብመገደይ ከኣ እንታይ ክገብረኩም እየ? ከመላልሰኩም እየ ዝበለ ኣምላኽ፣ መንፈስ ቅዱስ ኣባና ምስ መጸ፣ እቲ ሕጊ ኣምላኽ ብመንፈስ እናፈለጥናዮን እናተረዳእናዮን ንኸይድ፣ መንፈስ ቅዱስ ከኣ ነቲ ትእዛዛት ኣምላኽ ክንፍጽሞ ክእለት እናሃበና ሓይሊ እናሃበና ብቕድስና ክንነብር ከም ዘኽእለና ርኢና። ስለዚ ብወይኒ ኣይትስከሩ፣ እንታይ ደኣ ብመንፈስ ቅዱስ ተመልኡ። ብመንፈስ ቅዱስ ምስ ተመላእኩም፣ ካብቲ እተመላእኩሞ መንፈስ ዝተላዕለ ኣምልኾ ኣለኩም፣ መዝሙር ኣለኩም፣ ህይወት ኣለኩም። ምንባር ነቲ ቃል ኣምላኽ ኣለኩም ፍርሃት እግዚኣብሄር ኣለኩም ስለዚ ምልኣት መንፈስ ቅዱስ እቲ ቀንዲ ነገር ምዃኑ ነጊርና ብዘይ መንፈስ ቅዱስ ክንድሕን ኣይንኽእልን ብዘይ መንፈስ ቅዱስ ክንቅደስ ኣይንኽእልን ብዘይ መንፈስ ቅዱስ ክንልወጥ ኣይንኽእልን ብዘይ መንፈስ ቅዱስ ሓገዝ ምንም ክኸውን ከም ዘይክእል ኣብ ቃል ኣምላኽ ተነጊሩና ኣሎ ብዘይ ምኣይ ሓንቲ እኳ ክትገብሩ ኣይትኽእሉን ኢኹም ኢሉና ቓል እግዚኣብሄር ኣምላኽ ንሃዋርያት ጐይታ ክዛረቦም ከሎ ኣነ እንተ ኸድኩ ይሕሸኩም ኣብ ክንዳይ ዝመጽእ ንዓይ ዘፍልጠኩም ናብ ሓቂ ዝመርሓኩም ኩሉ ዝነገርኩኹም ዘበለ ዘዘክረኩም መንፈስ እግዚኣብሔር ካብ ኣቦ ተስፋ ተቐቢለ ክልእኸልኩም እየ ኢሉ ብበዓል ሓምሳ ከዓ መንፈስ ቅዱስ ወሪዱ ማለት እዩ ንማሕበር ሕጂ ዝሃንፃ ዕጣራ ዘርሓ ብቕድስና ክትመላለስ ዝገብራ ቃል ሓቂ ዝገልፀላ ዝመርሓ ሰብ ኣይኮነን መንፈስ ቅዱስ እዩ ስለዚ ንመራሕቲ መንፈስ ቅዱስ ኣድልዮም፣ ንምእመናን መንፈስ ቅዱስ ኣድልዮም፣ ንኹላትና ምልኣት መንፈስ ቅዱስ የድልየና። ብዘይ ምልኣት መንፈስ ቅዱስ እቲ መገዲ ከቢድ እዩ፣ እታ መገዲ ጸባብ እያ፣ እቲ መገዲ ነዊሕ እዩ፣ ብዙሕ ላዕልን ታሕትን ኣለዎ፣ ብዙሕ ፈተና ኣለዎ፣ ብዙሕ መስቀል ኣለዎ፣ ብዘይ ሓይሊ መንፈስ ቅዱስ ሰጊርካዮ ክትከይድ ኣይከኣልን። ብስጋ ኣይስገርን እዩ፣ ብስጋ ኣይሕለፍን እዩ፣ ብስጋ ኣይብጸሕን እዩ። ብስጋ እንተ ነበርኩም ክትሞቱ ኢኹም፣ ብመንፈስ ጌርኩም ነቲ ስጋ እንተ ቐተልኩምዎ ግና ህያዋን ክትኮኑ ኢኹም እዩ ዝብል ቃል እግዚኣብሔር ኣምላኽ። ስለዚ ክንነብር ብቕድስና ክንነብር ብህይወት ናይ እግዚኣብሔር መንፈስ ክንምላእ ኣብ ጸጽባሕ ኣብ ጸጽባሕ መንፈስ እግዚኣብሔር እናመጸ ክትንክፈና ቅብኣት እግዚኣብሔር እናመጸ ክትንክፈና የግድ እዩ ሕጂ ክዛረብ ከሎ ኣብዚ ምስ በጻሕና ዝርገት ኣለዎ ዝርገት ትብል ቃል ኣብቲ ሓድሽ ትርጉም ዕብዳን ኢሎም ኣሎ ጽቡቕ ትርጉም ሂቦማ ዕብዳን ኣለዎ ወይኒ ምስካር ብዙሕ ነገር ስለ ዘሎ ሕጂ ክርስትያን ወይኒ ክሰቲ ይፍቀድ ድዩ ኣይፍቀድን ዝብል ሕቶታት ኩሉ ሎምመዓልቲ ክንምልሶ ኢና። ዝሓለፈ ርኢናዮ ኢና the ugliness እቲ ክፍኣት ናይ ስኽራን ርኢናዮ። ወይኒ ክፉእ ምዃኑ መጋገዪ ምዃኑ ብፍላይ ኣብ ምሳሌ ዕስራን ሰለስተን ኣጸቢቑ እቲ ክፍኣት ናይ ስኽራን ቀሊዕዎ ኣሎ። ወቒዖምንስ ኣይተፈለጠንን፣ ዘቢጦምንስ ኣይተፈለጠንን፣ ተፈጊፀ ኣይተፈለጠንን፣ እዚ ኹሉ ነገር ኮይኑ ኣይተፈለጠንን ኢሉስ ልክዕ ከም ኣብ ባሕሪ ውሽጢ ዝደቀሰ ሰብ ኢኻ ትኸውን። ኣብ ገምገም ደቐል ዝተቐመጠ ሰብ ኢኻ ትኸውን ኢሉ ድሓር እንደገና ከምኡ ኮይንካ ከለኻስ መዓስ እየ ዝነቅሕ እሞ ተመሊስኻ ዝሰቲ ኢኻ ትብል መሊስካ ትደግሞ ትደግሞ ትኸይድ ትኸይድ መወዳእታ ዘይብሉ እዩ ዝኸውን ማለት እዩ ስለዚ እቲ ዓጊልነስ ናይቲ ናይ ስኽራን ክፍኣት ኣርእዩና ኣሎ ዝሓለፈ ግዜ ስቲል ሕጂ እውን ክንርኢ ኢና መጽሓፍ ቅዱስ ክንርኢ ከለና ናይ ወይኒ ጽቡቕነት ከዓ ይዛረብ እቲ ኮንፊዥን ኣብኡ እዩ ዝመጽእ ናይ ወይኒ ጽቡቕነት ናይ ወይኒ ጣዕሚ ናይ ወይኒ ስራሕ ጽቡቕ ኣብ መጽሓፍ ቅዱስ ዝዛረብ ከዓ ስለ ንርኢ ስለዚ ኣየናይ ኢና ክንሕዝ ስተ ኣይትስተ ዝብል ዓይነት ክመጽእ ከሎሲ በዚ ዲና ክንከይድ ወይስ በዚ በየን ኢና ክንከይድ ዝብል ዘማትእ ሕቶ ኣሎ ሎሚ ክንሪኦ ኢና ማለት እዩ ትመልሲ መጽሓፍ ቅዱስ ወይኒ ሃዋኽን መዕነውን ህይወት ሰብ ዘበላሹን ሓዳር ዝብትን ቆልዑ ዘዘኽትም ወይ ዘኽታማት ዝገብር ሕማም ዘስዕብ ዕድመ ዘሕፅር ለባም ከለኻ ዓሻ ዝገብር፣ ምስናይ ኩሉ ክእለትካን ፍልጠትካን ጻዕርኻን ድማ ድኻ ዝገብር፣ ጨርቂ ዘጥዊ፣ ደገ ሓደር ዝገብር ምዃኑ ቃል እግዚኣብሄር ኣምላኽ ብሓፈሻ ገይሩ ኣቐሚጥዎ ከም ዘሎ ንርኢ። እቶም ሰዓብቲ ክርስቶስ ዝኾንና ኣመንቲ ካብ ዘስክር መስተ ክንሕሎ፣ ካብ ዘስክር መስተ ኽንዕቀብ ድማ መጽሓፍ ቅዱስ ኣምሪሩ እዩ ዚምዕደና። ኣምሪሩ እዩ ዜጠንቅቐና። ኣብዚ በጺሕናዮ ዘለና እኳ ኣብ ኤፌሶን ምዕራፍ ሓሙሽተ ጥቕሲ ዓሰርተ ሸሞንተ ዝርከብ ኣለዎ እሞ ብወይኒ ኣይስከሩ፣ ዕብዳን ኣለዎ እሞ ብወይኒ ኣይስከሩ ብምባል የጠንቅቐና። ምስናይ እዚ ዅሉ መጠንቀቕታታት፣ ምስናይ እዚ ዅሉ ማዕዳታት፣ ኣብ ገለ ገለ ኽፍልታት መጽሓፍ ቅዱስ ወይኒ ከም ፍቑድ ወይ ከኣ ከም ቕቡል ገይሩ ዚዛረብ ዚመስል ጽሑፋት ኣሎና። ንኣብነት፣ እቶም ጽሑፋት እንተ ርኢናዮም፣ ብዙሓት ሰባት ወይኒ ይፍቀድ እዩ ኪብሉ ኸለዉ ዚጠቕስዎም ጥቕስታት ኣለዉ። ክንሰቲ ንኽእል ኢና ኪብሉ ኸለዉ። ከይመርመርካዮ እቲ ጽሑፍ ከይፈተሽካዮ እንታይ ይብል ከም ዘሎ እቲ ጽሑፍ ኣነ ሕጂ ክምርምሮ ከለኹ ኣዝየ ንርእሰይ ክሳዕ ዝድነቕ ወይለይ ስቕ ኢልና እባ ኢና ንዛረብ ክሳዕ ዝብል ኮይነ ኣለኹ ስለዚ እቶም ዝጠቕሙ ዝመስሉ ብዛዕባ ወይኒ እተነግሩ ክንሪኦም ኢና እሞ ኣብ መጽሓፍ ቅዱስ ከተንብቡ ከለኹም ወይንን ዘስክር መስተን ኢሉ ክልቲኡ ብሓንሳብ እዩ ዝዛረብ። ንምንታይ እዩ ወይኒ ኢሉ ደሓርካ ዘስክር መስተ ከኣ በበይኑ ክልተ ዓይነት ከም ዘሎ ይዛረብ። ሎሚ በበይኑ ዓይነት ወይኒ ከም ዘሎ ኣብ መጽሓፍ ቅዱስ ብጥቕሲ ክንሪኦ ኢና። እተን ከም ዝጠቕማ ከም ዝፍቀድ ገይሮም ከቕርብወን ዝኽእሉ ጥቕስታት ኣብ ብሉይ ኪዳን ኣብ ዘጸኣት ምዕራፍ ዕስራን ትሽዓተን ጥቕሲ ኣርብዓ፣ ኣብ ዘህልቁ ምዕራፍ ዓሰርተ ሓሙሽተ ጥቕሲ ሓሙሽተ፣ ኣብ ዘህልቁ ምዕራፍ ዕስራን ሸሞንተን ጥቕሲ ሸውዓተ ኣምላኽ ኣብ ቅድሚኡ ሒዞሞ ዝቐርቡ ናይ መስዋእቲ መስተ ክእዝዝ ከሎ፣ ወይኒ ሒዞም ክመጹ ኣዚዙ ኣሎ። ኣብ ዘጸኣት እንታይ ይብል? ምስቲ ሓደ ገንሸል ብዕራይ ክፍሊሂን ግዱእ ዘይቲ፣ ዘይትውልዕ እተለውሰ ዓስራይ ክፍሊ ኤፋ ድኹም ሓሩጭ፣ ንመስዋእቲ መስተ ራብዓይ ክፍሊ ሂን ወይኒ ኣቕርብ ኢሉ ወይኒ ሒዞም ክመጹ ኣብ ቤት ኣምላኽ ተኣዚዞም። ዋላ ኣብ ዘህልቁውን ንመስዋእቲ መስተ ኸኣ ዝስተ ምስቲ ዝሓርር መስዋእቲ ወይ መስዋእቲ ሕሩድ፣ ነንሓደ ገንሸል ርብዒ ሂን ወይ እዚ ርብዒ ሂን ልክዕ እዛ ቴኖ ንብላ ዓይነት ቴኖ ምልእቲ ወይኒ ማለት እያ ወይ ወይ ሽዱሽተ ክሳዕ ሸሞንተ ፓንት ዋይን ማለት እዩ እቲ ኤፋ ኢልዎ ዘሎ ድማ ካብ ሽዱሽተ ክሳዕ ሸሞንተ ጋሎን ሓሩጭ ሒዞም ክመፁ እዩ እቲ ትእዛዝ ነይሩ። ስለዚ ወይኒ ሒዞም ይመጹ ነይሮም። እቲ ቀደም ናይ ኦርቶዶክስ ዲያቆን ኮይነ ክመላለስ ከለኹ ሰንበት ሰንበት ብቴኖ ጽራይ ስዋ እመጸልና ነይሩ ግጥም ከኣ ነብሎ ነይርና። ሓቀይ እንዴ መስፍን? ኣብታ ኣይገበረን ንሱ ምሳይ ነይሩ ቀደም ኣብቲ ዝነበርናዮ ቦታ ብድሕረዩ ብዙሕ ኣገልጊሉ። ክብሪ ንኣምላኽ ይኹን ደሓር ምስ ተረድኣና ግን ኣይተምጽኣ ከይንብለን እንታይ ኢልና ከም ንገልጸለን ጠፊእና ምስ ተቐበልናያ ግን ኣብ ፋኛቱራ ነእትዋ ኔርና ታቴኖ ስዋ ማለት እዩ ስለዚ ካብኡ ዝመጸ መስለኒ ሒሒዘን መጻ እሞ ብቴኖ ከዓ እየን ዘምጽኣ እታ ጽራይ ወይ ጉዕሽ ድያ ወይ ድቋ ሒዘንኣ ዝመጻ ብቴኖ ዝመልአት እያ ትመጽእ ነይራ ማለት እዩ ስለዚ ኣብዚ ከኣ ኣብዚ ብሉይ ኪዳን ከነንብብ ከለና ኣብ ዘለዋውያን ኣብ ዘሁልቁ ኣብ ክልቲኡ ምዕራፍ ዝረኣናዮ ኣብ ክልቲኡ ክፍሊ ወይኒ ንመስዋእቲ ሒዝኩም ምጹ ኢሉ እግዚኣብሄር ባዕሉ ኣዚዙ ሒዞም ከኣ ናብ ቤት ኣምላኽ ይመጹ ነይሮም። ኣብ ዘህልቁ ዕስራን ሸሞንተን ጥቕሲ ሸውዓተ ዘላ ንመስዋእቲ መስተ ኸኣ ምስቲ ሓደ ገንሸል ርብዒ ሂን ይኹን፣ እቲ ዘይቲ ማለት እዩ፣ እቲ እቲ መስዋእቲ መስተ ካብ ብርቱዕ መስተ ንእግዚኣብሄር ኣብ ቅዱስ ቦታ ኸዐዎ፣ ስለዚ ክልቲኡ በበይኒኡ እቲ ወይኒ እቲ ዘስክር ብርቱዕ መስተ ዝብል ክልቲኡ ክንሪኤና እቲ ብርቱዕ መስተ ዘምጽእዎ ግና ክከዓው እዮም ክክዕውዎ እዮም ተኣዚዞም እቲ ካልእ ግን እቶም ካህናት ይሰትይዎ ነይሮም እዮም ኣብ መዝሙር ዳዊት ሚእትን ኣርባዕተን ካብ ዓሰርተ ኣርባዕተ ክሳዕ ዓሰርተ ሓሙሽተ ዘሎ፣ ወይኒ ንልቢ ሰብ የሐጉሶ ወይ ልብ ወይኒ ንልቢ ሰብ ክሐጉሶ፣ ዘይቲ ንገጽ ከብርሆ፣ እንጌራ ንልቢ ሰብ ከጽንዖ፣ ካብ ምድሪ ምግቢ ምእንቲ ከውጽእ ንእንስሳ ሳዕሪ፣ ንጥቕሚ ሰብ ከኣ ተኽሊ ኣብቆለ ይብል። ስለዚ ወይኒ ያስተፈስህ ገጽ ሰብ ዝበልዎ ማለት እዩ ካብዚኣ እያ መጺኣ ስለዚ ልቢ ንልብሲ የሐጉሶ እዩ ወይኒ ዝብል ተጻሒፉ ኣሎ እዚ ከመይ እዩ ኣብ ምሳሌ ምዕራፍ 31 ጥቕሲ ሽዱሽተ ድማ ብርቱዕ መስተስ ነቲ ናብ ጥፍኣት ዝቐረበ ወይኒ ኸኣ ነቶም ነፍሶም እተመረረት ሰባት ደኣ ሃቡ። ዲፕረሽን ንዝሓዞም ሃብዎም። ነፍሱ ቅተል ቅተል ዝመጾ እንተኾይኑስ ወይኒ ሃቦ ክድንዝዝ። ከምኡ ዝዓይነቱ እዩ ዝመስል እቲ ምሳሌ ሰላሳን ሓደን ተጻሒፉ ዘሎ። ነብዪ ኢሳይያስ ከኣ ከምኡ ኢሉ ኣሎ። ንምድሓን ነቲ ህዝቢ ክጽውዖ ከሎስ ወይኒ ተጠቒሙ ከምዚ ኢሉ፣ ኣቱም ጽሙኣት ኩልኻትኩም ናብ ማያት ንዑ፣ ኣቱም ገንዘብ ዘይብልኩም ከኣ ንዑ ተሻየጡ እሞ ብልዑ፣ እወ ንዑ ብዘይ ገንዘብ ብኸምኡ ወይንን ጸባን ተሻየጡ፣ ገንዘብኩም ነቲ እንጌራ ዘይኮነ፣ ጻማኹም ድማ ነቲ ዘየጽግበኩም እተጥፍኡሉስ ስለምንታይ? ተጠንቂቕኩም ስምዑኒ። ነቲ ዝጸበቐ ኸኣ ብልዑ፣ ነፍስኹምውን ብጣዕሚ ባህ ክብላ እዩ። እዝንኹም ናባይ ጸለዉ እሞ ናባይ ንዑ፣ ስምዑ፣ ነፍስኹም ድማ ብህይወት ክትነብር እያ። ኣነ እቲ ንዳዊት ዘተስፈኽዎ ነባሪ ጸጋ ዘላለማዊ ኪዳን ምሳኻትኩም ክኣቱ እየ ይብል፣ ኢሳይያስ ምዕራፍ ሓምሳን ሓሙሽተን ጥቕሲ ሓደን ሰለስተን። ሃዋርያ ጳውሎስውን ንጢሞቴዎስ ኪመኽሮ ኸሎ፣ ደጊም ስለ ኸብትኻን ስለቲ ዚመላለሰካ ዘሎ ሕማምንሲ ወይኒ ኣይሰትን እዩ ኢሉ። ጢሞቴዎስ ስለ ዘይሰቲ እዩ ሕጂ ዚዛረቦ ዘሎ። ምንም ዓይነት ዋይን ዚበሃል ጢሞቴዎስ ኣይሰትን እዩ ነይሩ። ስለዚ ሃዋርያ ጳውሎስ እንታይ ይብሎ ኣሎ? ኩሉ ግዜ ማይ ኣይትስተ፣ ነቲ ዝመላለሰካ ዘሎ ሕማም፣ ሕማም ከብዲ፣ ንዕኦ ሒደት ወይኒ ደኣ እምበር ማይ ጥራይ ኣይትስተ ኢሉ ኣብ ቀዳማይ ጢሞቴዎስ ምዕራፍ ሓሙሽተ ጥቕሲ ዕስራን ሰለስተን። ጎይታናን መድሓኒናን የሱስ ክርስቶስ እውን ኣብ ናይ ቃና ናይ ገሊላ ዝነበረ መርዓ ተረኺቡ ንማይ ኣብ ወይኒ ከም ዝለወጦ ኣብቲ ሃዋርያ ዮሃንስ ዝጸሓፎ ወንጌል ተጻሒፉ ንረኽቦ። ካልኣይ ምዕራፍ ወንጌል ዮሃንስ ቀዳማይ ተኣምራት ክገብር ከሎ ንማይ ናብ ወይኒ እዩ ለዊጥዎ። ኣብ ሉቃስ ምዕራፍ ዓሰርተ እውን ጥቕሲ ሰላሳን ኣርባዕተን። ጐይታ ብምስላፍ ዝዛረብ ከሎ ብዛዕባ እቲ ሕያዋይ ሳምራዊ ዝገበሮ፣ ነቲ ኣብ ኢድ ዓመጽቲ ዝወደቐ ሰብኣይ ዘቝሰልዎ ዓመጽቲ፣ እቲ ሕያዋይ ሳምራዊ ኣብ ልዕሊ ቝስሉ ዘይትን ወይንን ከም ዘፍሰሰሉ ንርኢ። ስለዚ ንመድሃኒት፣ the medicine፣ ንቝስሊ፣ ንቕርጸት ከብዲ፣ ወይኒ ይሰትዩ ከም ዝነበሩ ንርኢ፣ ንዲፕረሽን ንኻልእ ዓይነታት ወይኒ ይወስዱ ከም ዝነበሩ፣ ኣብ ቤት መቕደስ ወይኒ ይመጽእ ከም ዝነበረ፣ ጎይታና የሱስ ክርስቶስ ከኣ በታ መጀመርያ ተኣምራት ዝገበረላ ግዜ ንማይ ናብ ወይኒ ከም ዝለወጦ ነንብብ። ነዚኤን ጥቕሲ እዚኤን ወሲድካ ኣብ ናይ መወዳእታ ውሳኔ በጺሕካ በዚ ደሚርካ ኣጉቲልካ ማለት እዩ እምበኣር ወይኒ እንተ ሰተኹስ ምንም ጸገም የብሉን መጽሓፍ ቅዱስ ከምዚ ከንብቦ ዝጸናሕና ማለት እዩ ይድግፈኒ እዩ ኢልካ ክትዛረብ ትኽእል ኢኻ ዝረኣናዮ ወይኒ ንጽቡቕ ኮነ ወይ ንሕማቕ ክኸውን ከም ዝኽእል ርኢና ኣለና ኣብ ዝረኣናዮ ጥቕሲ ግና እቲ ዘገርም ኣብ ዘፍጥረት ምዕራፍ ሓደን ምዕራፍ ክልተን ከነንብብ ከለና ኣብዞም ምዕራፋት እዚኣቶም እግዚኣብሄር ፍጥረት ክፈጥር ከሎ ነቲ ዝፈጠሮ ኩሉ ጽቡቕ ከም ዝኾነ ረኣየ ኢሉ ኩሉ ፍጥረት ኣምላኽ ጽቡቕ ከም ዝኾነ ይዛረብ። ኩሉ ፍጥረት ኣምላኽ ጽቡቕ እዩ። ወይንውን ከም ኩሉ ፍጥረት ኣምላኽ ክፍጠር ከሎ ጽቡቕ ጥራይ ከም ዝነበረ ንምርድኡ ዘሸግር ኣይመስለንን። ድሕሪ ውድቀት እዩ ሰብ መጺኡ። ድሕሪ ውድቀት እንተ ርኢና ግና ሰብ ብሰሪ ሓጢኣት ምስ ወደቐ ኩሉ ፍቕረት ፍጥረት ከም እተበከለ፣ ምድሪ ከም እተበላሸወት፣ ብዙሕ ዘይጽቡቕ ነገር ከም ዝዀነ፣ ብዙሕ ኣዕናዊ ዝዀነ ነገራት ከም ዘኸተለ፣ ሞትን ምምሽማሽን ጥፍኣትን ምእራግን ምዕናውን ድሕሪ ሓጢኣት ከም ዝመጸ ኣብ ቃል ኣምላኽ ንርኢ። ወይኒ። ናብ ኣልኮል ዝልወጥ ምስ ሞተ ወይ ምስ መሽመሸ እዩ። ሞትን ምምሽማሽን ድማ ውጽኢት ናይ ሓጢኣት ከም ዝኾነ ኢና ንፈልጥ። ቅድሚ ሓጢኣት ኣይምሽምሽን፣ ምምሽማሽ ወይ ምሟት። ወይ ፈርመንትድ ምዃን ስለዚ ወይኒ ክፈልሕ ዝጅምር ባክቲርያ ምስ ኣተዎ ምስ ተበላሸወ ምስ መሽመሸ እዩ ኣብ ኣልኮል ዝልወጥ ምምሽማሽ ከኣ ወይ ሙማት ከኣ ናይ ሓጢኣት ውጽኢት ከም ዝኾነ ከነቕልበሉ ይግባእ ብግዜ ማይ ኣይሂ እንደገና ደጊሙ ማይ ኣይሂ ምስ መጸ ሓጢኣት ደቂ ሰባት እናሳዕረረ ምስ ከደ፣ ኩሉ እቲ ንብርሃን ጸሓይ ዘጽሪ ዝነበረ ኣብ ሰማይ ተዘርጊሑ ዝነበረ ማይ፣ ቨፖር ካናፒ ዝብልዎ፣ ኩሉ እዩ በታ ማይ ኣይሂ ግዜ ዝፈሰሰ። ዘፍጥረት ምዕራፍ ሓደ ጥቕሲ ሸውዓተ ክነንብብ ከለና እንታይ ይብለና? እግዚኣብሄር ድማ ጠፈር ገበረ፣ እቲ ጠፈር ድማ ነቲ ኣብ ላዕሊ ዘሎ ማይን ነቲ ኣብ ታሕቲ ዘሎ ማይን ይፈሊ ነበረ። ስለዚ ኣብ ላዕሊ ከምዚ ሕጂ ንሪኦ ዘለና ኣይነበረን፣ ኣብ ላዕሊ ጠልጠል ዝበለ፣ ቬፖር ወይ ከኣ ማይ ከም ዝነበረ ይነግረና። ሕጂ ሳይንስ ክዛረብ ከሎ ኣብ ላዕሊ ንሕና ዘይንሪኦ ንጸሓይ ብቐጥታ መጺኣ ከይትወቕዓና ዝኽልክል ኦዘን፣ ኦዞን ለየር፣ ዝበሃል ኦዘን ኣሎ። ኦዘን እቲ ጸሓይ ክትመጽእ ከላ ብቐጥታ ጸሓይ እንተሃሪምና ክንመክኽ፣ ክንበላሾ፣ ክንኣርግ፣ ንኸእል ኢና ስለዚ ከም ካሊእ ኦዘን ለየር ኣሎ ቅድሚ ማይ ኣይ ኸኣ ማይ እዩ ነይሩ ቨፖር ነይሩ እዚ ማይ እዚ እቲ ጸሓይ ክመጽእ ከሎ ኣብ ጻሪኡ ጽሩይ ጸሓይ ጽሩይ ብርሃን ንረክብ እሞ ጽሩይ ብርሃን ስለ ንረክብ ዕድሜና ነዊሕ ይኸውን ኣይንኣርግን እዚ ማይ ምስ ፈሰሰ እዩ ኖህ ሽዱሽተ ሚእቲ ዓመት እዩ ገይሩ፣ ድሕሪኡ ኸኣ ደቁ ኣርባዕተ ሚእቲ ገይሮም፣ ካብኡ ንኔሆ ካብ ምዕራፍ ዓሰርተ ሓደ ንደሓር ዘፍጥረት ከነንብብ ከለና ናይ ሰብ ዕድመ ኣብ ክልተ ሚእቲ፣ ደሓር ኣብ ሚእትን ገለን፣ ደሓር ከኣ ኣብ ሰማንያ፣ ኣብ ሰብዓ፣ በጺሑ ንሪኦ ኣለና ናይዚ ኩሉ ጠንቂ ካባይ ካበይ ዝመጸ እዩ እንተልና ካብ ሓጢኣት ናይ ሓጢኣት ውጽኢት ከምዝኾነ ኢና እንሪኦ ስለዚ ሓጢኣት ዘስዓቦ ጉድ ሓጢኣት ዘስዓቦ ጥፍኣት ሓጢኣት ዘምጽኦ መከራ መወዳእታ ይኹን ሓጢኣት ኣዝዩ ክፉእ እዩ ኣብቲ ናይ ሽሕ ዓመት መንግስቲ ጎይታ ንገጽ ሰማይን ምድርን ከሐድሶ እየ ኢሉ ኣሎ ናብቲ ናይ መጀመርታ ዝነበሮ ስተይት ክመልሶ እየ። ሰማይ ከምቲ መጀመርያ ክፍጠር ከሎ ዝነበረ ክገብሮ እየ። ምድሪ ድማ ከምቲ መጀመርያ ክትፍጠር ከላ ዝነበረቶ ክገብር እየ። ዕድመ ህዝበይን ዕድመኦምን ሓደ ክኸውን እዩ። ኣብ ሚእቲ ዓመቱ ሰብ እንተ ሞይቱስ ቲንኤጀር ሞይቱ ክበሃል እዩ ኢሉ ኢሳይያስ ተነብዩ ኣሎ በዛዕባ እቲ ናይ ሽሕ ዓመት መንግስቲ። ሽዑ እግዚኣብሔር ሪስቶር ከም ዝገብሮ ጎይታ ኢየሱስ ንኹሉ ከም ዘሐድሶ ነጊሩና ኣሎ ስለዚ ሓጥያት እዩ ንኣልኮል ዘምጾ ሓጥያት እዩ ንወይኒ ናብ ኣልኮል ክልወጥ ዝገበሮ ሓጥያት እዩ ምሽማሽን ሞትን ዘምጸኤ ሓጥያት እዩ ስለዚ ወይኒ ቀደም እንተበላዕካዮሲ መሊሱ ይጥዕመካ መሊሱ የጸብቐካ ነይሩ ወይን እንተሰተኻዮስ መሊሱ ደስብለካ እምበር ኣየእርገካን ኣየስክረካን እዩ ነይሩ። ሓጢኣት ምስ መጸ እዩ እቲ ምስካር ዝበሃል ነገር እውን ዘኸተለ። ድሑር ብኡ ንብኡ እንተርኢናዮ ድሕሪ ናይ ማይ ኖህ ኣይሂ ሽዑን ንሽዑን ኖህ ወይኒ ተኸለ፣ ካብቲ ወይኒ ኸኣ ሰተየ እሞ ሰኸረ፣ ዕርቃኑ ድማ ወጸ ኢሉ እቲ ስኽራን ዘምጽኦ ሕፍረት፣ እቲ ስኽራን ዘምጽኦ ሸይም ኣብ ደቂ ሰባት፣ እቲ ሓጢኣት ዘውረዶ ኣብ ደቂ ሰባት ክፍኣት ይነግረና። ሕጂ እዚ ምስ በልና ንሕና በዛ እዋን እዚኣ ከምዚ ቃል ኣምላኽ ዘንበብናዮ ከም ኣመንቲ ወይኒ ክንሰቲ ቃል ኣምላኽ ይፈቕደልና ድዩ ወይስ ኣይፈቕደልናን? ሽዱሽተ ሕቶታት ክንሓትት ኢና። እዘን ሽዱሽተ ሕቶታት ከኣ ብቓል ኣምላኽ እናመለስና ኣብ መወዳእታ ከም ቃል ኣምላኽ ኮይንና ከም ቃል ኣምላኽ ኣተሓሳስባ ሒዝና ኣብ ደገ ንዝመጸናውን ምላሽ ንምሃብ ብቑዓት ኮይንና ክንርከብ ኢና። ቀዳማይ ጋይድ ላይን ክኾነና ክንሕዞ ይደሊ። ቀዳማይ ሕቶ ክንሓቶ ዘለና እዚ ሕጂ ዘሎ ወይኒ ምስቲ ናይ ጥንቲ መጽሓፍ ቅዱስ ዝዛረበሉ ወይኒ ሓደ ድዩ? Is it the same? ነዚ ሕቶ እዚ እዩ ወይ ኣይኰነን ኢልና ቅድሚ ምምላስና፣ መጽሓፍ ቅዱስ ብዛዕባ ኣየናይ ወይኒ እዩ ዝዛረብ ዘሎ ፈሊና ኽንፈልጥ ይግብኣና እዩ። ኣብ ብሉይ ኪዳን ኰነ ኣብ ሓድሽ ኪዳን፣ ገለ ጥቕስታት ወይኒ ኽፍቀድ ርእይ ኣቢልና፣ ኣጸቢቕና ከየጽናዕና፣ ነጺርና ኣብ ጌጋ መደምደምታ ከይንበጽሕ ክንጥንቀቕ ይግብኣና። መጽሓፍ ቅዱስ፣ ምስታይ ወይኒ ኣይክልክልን እዩ ኢልና፣ ኣነውን እንተሰተኹ ኣይተጋገኹን ከይንብል ቅድመ-ውሳኔ ምኻድና፣ እዚ ሕጂ ዘሎ ኣልኮላዊ መስተ፣ ምስቲ ኣብ መጽሓፍ ቅዱስ ተጻሒፉ ዘሎ ክስተ ዝፍቀድ ወይኒ ሓደ ድዩ ወይስ ፍልልይ ኣለዎ ዝብል ሕቶ ተጠንቂቕና ክንምልስ ይግባእ። ኣብ መጽሓፍ ቅዱስ ሰለስተ ዓይነት ወይኒ ተጠቒሶም ከም ዘለዉ ከነቕልብ ይደሊ። ኣብ መጽሓፍ ቅዱስ ሰለስተ ዓይነት ወይኒ ኣሎ። ሰለስቲኡ ዓይነት ጠቒሱ ካብዞም ሰለስቲኦም ግን ሓደ እዩ ክስተ ተፈቒዱ። ኣብ ሰለስቲኦም ሰለስቲኦም ኣብ ቃል ኣምላኽ ተጻሒፎምልና ኣለዉ ከነንብቦም ኢና ቀዳማይ እቲ ሓደ ዓይነት ወይኒ ብናይ እብራይስጥ ቋንቋ ብናይ ግሪኽ ቋንቋ ሓድሽ ኪዳን ብግሪኽ እዩ ተጻሒፉ። ብሉይ ኪዳን ከኣ ብእብራይስጢ እዩ ተጻሒፉ። ስለዚ ቋንቋ ግሪኽን ቋንቋ እብራይስጢን ክንጠቅስ ኢና ማለት እዩ። ስለዚ ብቋንቋ ግሪኽ እቲ ቀዳማይ ሲካር ይበሃል። ቀዳማይ ወይኒ ሲካር። እዚ ሲካር ዝበሃል ተባሂሉ ዝጽዋዕ ወይኒ ኣብ ሉቃስ ምዕራፍ ሓደ ጥቕሲ ዓሰርተ ሓሙሽተ ንረኽቦ። ምዕራፍ ሓደ ጥቕሲ ዓሰርተ ሓሙሽተ ኣብ ቅድሚ እግዚኣብሄር ዓቢ ክኸውን እዩ ብዛዕባ ዮሃንስ መጥመቕ ክዛረብ ከሎ። ዮሃንስ መጥመቕ ኣብ ቅድሚ እግዚኣብሄር ዓቢ ክኸውን እዩ እሞ ወይንን ዘስክር መስተን ክልተ ነገር እዩ ዝዛረብ ዘሎ ወይንን ዘስክር መስተን ክልቲኡ በበይኑ እዩ ከቶ ኣይክሰትን እዩ ገና ኣብ ከርሲ እዲኡ ከሎ መንፈስ ቅዱስ ክመልኦ እዩ ይብል ስለዚ እዚ ሲካር ዝባሃል ወይኒ ከም ዘሎ ሓዝዎ ብእብራይስጢ ድማ ሸካር ይባሃል ተመሳሳሊ ሽም እዩ ብኣና ከዓ ስክራን ክንብሎ ንኽእል ኢና ሸካር ይብልዎ ኣብ ምሳሌ ምዕራፍ ዕስራ ጥቕሲ ሓደ ኣሎ ወይኒ መላገፂ እዩ ዘስክር መስተ ከኣ ሃዋኺ እዩ። በዚ ሰንከልከል ዝብል ሰብሲ ጥበበኛ ኣይከውንን ይብል ኣብ ምሳሌ። ኣብ ኢሳይያስ ከኣ ሓምሻይ ምዕራፍ ጥቕሲ ዓሰርተ ሓደ እዚ ሸካር ዝብል ቃል ናይ ወይኒ ንረኽቦ። እቶም ንብርቱዕ መስተ ክስዕቡ ወጋሕታ እንዲሆም ዝትንስኡ፣ ወይኒ ክሳዕ ዘርስኖም ድማ ኣዝዮም ዘምስዩ ወይለኦም። ኢሉ ይዛረብ። ኣብዘን ሰለስተ ጥቕሲ ዘንበብናየን ሲካር ወይ ከኣ ሸካር ዝብል ቃል እዩ ተጠቒሙ ዘሎ። እዚ ሸካር ዝብል ቃል highly toxicated እዩ፣ ኣዝዩ ዘስክር ጥዕም ከተብሎ ከተብሎ ቁሩብ ምስ ሰተኻ ናብ ጽላለ ዓበድበድ ዘብለካ ዓይነት መስተ እዩ። Rapid፣ ቅልጡፍ ዝኾነ ስኽራን ዝበልካ ብሓንቲ ኩባያ ክትሰክር ትኽእል ዓይነት High Alcohol Level ዘለዎ መስተ ወይ ወይኒ ምዃኑ ከነቕልበሉ ይግባእ። እንታይ ኢለ ኣለኹ? እንታይ እዩ ሽሙ? እስኪ በልዎ ሲካር ብግሪኽ ብእብራይስጢ ኸኣ ሽካር ሽ ኣይብሉን እዮም ግሪኻውያን ሲ እዮም ዝብሉ ማለት እዩ ሲካር ኢሎሞ እቲኦም ከዓ ሽካር ስለዚ እዚ ብርቱዕ መስተ ሓንሳ ትሰትዮ የዕብደካ ትሰት እቲ ካልኣይ ዓይነት ወይኒ ከዓ ተባሂሉ ይጽዋዕ፣ ግሌኤኮስ፣ ብግሪኽ፣ ግሌኤኮስ፣ እታ ግሌኤኮስ ኣብዚ እንግሊዝኛ እንታይ ወሲዶም ኣለዉ ካባ ግሉኮስ ግሉኮስ ትብል ሰሚዕኩም በሎ ኣለኹም ግሉኮስ ንምንታይ ግሉኮስ ከም ዝበልዎ እዚ ወይኒ እዚ እዚ ግሌኤኮስ ዝብልዎ ዓይነት ወይኒ እዚ ዘይመፀፀ ሓድሽ ጉዕ

እዚ ብግሪኽ ይግልኤኮሽ ኢለዮ ዘለኹ ብግሪኽ ከኣ ጢሮሽ እዮም ዝብልዎ ጢሮሽ ይብልዎ ብግሪኽ ብእብራይስጥ ኣብ ግብሪ ሃዋርያት ምዕራፍ ክልተ ኣብ በዓል ሓምሳ መንፈስ ቅዱስ ምስ መጸ ምስ ወረደ ልክዕ በቲ መንፈስ ቅዱስ ንኣምላኽ ከመስግኑ ምስ ጀመሩ ከም ሰኽራማት እዮም ኮይኖም። ሪዲ፣ ሊያ፣ ሩቦ፣ ሻታና፣ ማክራ እተፈላለየ ዓይነት ቋንቋ ኣውይሮምሲ ንኣምላኽ ከመስግንዎ ጀሚሮም። እተፈላለዩ ሰባት እንታይ እዮም ዝብሉ ዘለዉ ኢሎም። ብዛዕባ ግብሪ ኣብ ኣምላኽ ይዛረቡ ኣለዉ ኢሎም ገሊኦም ተገሪሞም። ገሊኦም ከኣ እንታይ ኢሎም እናላገጹሎም እዚኣቶም ጉዕሜስ ጸጊቦም እዮም እታ ጉዕ ሜስ ኢልዋ ዘሎ እታ ግሉኤኮስ ትብል መስተ ወይ ወይኒ እያ ተመልክት። ጢሮሽ ከኣ ኢልዎ ኣሎ ኣብ ብሉይ ኪዳን ኣበይ ኣበይ ከም ዘለዋ። እታ ጢሮሽ ትብል ከኣ ኾልዒ ወይኒ ዝብል ዶ ሰሚዕኩም ኣለኹም እታ ኾልዒ። ኾንዒ ወይኒ ኢልዎ ዘሎ እቲ እዚ ግሌኤ ኮሽት ዝባሃል ወይኒ ሙቁር ወይኒ ጥዑም ወይኒ ኣብ ኣፍካ very sweet ዝኾነ ዓይነት ወይኒ እዩ ዘመልክት እዚ ድማ ኣብ ምሳሌ ምዕራፍ ሰለስተ ጥቕሲ ዓሰርተ ሓደ ንረኽቦ ኣኡ እንታይ ይብል ሽዑ ቆፋፎኻ ብብዝሒ ክመልእ ብብዝሒ እኽሊ ክመልእ መጽሞቒኻ ኸኣ ብኾንዒ ወይኒ ክቕጸጽ እዩ ኢሉ ብዛዕባ እዚ sweet wine እዩ ዝዛረብ ኣብ ሆሴእ ምዕራፍ ትሽዓተ ጥቕሲ ክልተ እውን ጠቒስዎ ኣሎ። ኣብኡ ኸኣ ከምዚ ይብል፣ ዓውድን መጽመቝ ወይንን ኣይቅልቦምን፣ ኰልዑ ወይኒ ኸኣ ይጠልሞም ኢሉ ሆሴእ ይዛረብ። ዮኤል ከኣ፣ ነብዪ ዮኤል ከኣ ኣብ ምዕራፍ ሓደ ጥቕሲ ዓሰርተ፣ እቶም ትጽሕፉ ዘለኹም፣ እኽሊ በሪሱ፣ ቆልዕወይ ንነቒጹ ዘይትውን ቀምሲሉ እዩ እሞ እታ ሃገር ባዲማ ምድሪውን ትሓዝን ኣላ ኢሉ ብዛዕባ እቲ ጉዕመሽ ቆልዕወይኒ ኢሉ ኸኣ ኣብ ብሉይ ኪዳን ክጠቕሶ ከሎ ንርኢ። እዚ መስተ እዚ ካብቲ ኣቐዲምና ዝጠቐስናዮ ሲካር ዝበሃል ዝወሓደ ኣልኮል ዘለዎ፣ ዝወሓደ መጠን ናይ መስከሪ ነገር ዘለዎ ኾይኑ እዚ ውን እንተሰተኻዮ ዘስክር መስተ እዩ። መጽሓፍ ቅዱስ ነዚ ቀዳማይ ዝጠቐስናዮ ሲካር ዝበሃል ወይኒ ጠርሾን ክትንክፍዎ ዘይብሎም ምዃኖም ብትእዛዝ ዝተኸልከለ ወይኒ እዩ። እዚ ካልኣይ ዝጠቐስናዮ ከኣ ኾልዒ ወይኑ ከኣ ዘስክር መስተ ኮይኑ ድማ እዚ ከኣ ብጥራሽ ክትንክፍዎ ከም ዘይብሎም ክሰትይዎ ከም ዘይብሎም እቶም ናይ ኣምላኽ ህዝቢ ከም እተኸልከሉ ኣብ መጽሓፍ ቅዱስ ንርኢ። እዚ ሳልሳይ እንሪኦ ኣብ መጽሓፍ ቅዱስ ኣብ ብሉይ ኪዳን ኮነ ኣብ ሓድሽ ኪዳን እቲ ክስተ ዝተፈቕደ ዓይነት ወይኒ እዩ። ብሳልሳይ ንሪኦ ዘለና እዚ ዓይነት ወይኒ ብእብራይስጥ ያይን እባሃል ብእብራይስጥ እንታይ እባሃል ያይን ግበሩ ያይን ዝስተ ዓይነት ወይኒ እዩ ገርመኩም እንታይ ዓይነት ምዃኑ ብእብራይስጥ ያይን ይብሎ ያይን ማለት ከዓ ምዕፋር፣ ዓፍ ዓፍ ምባል ወይ ከኣ ምፍላሕ ማለት እዩ ባዕሉ ቃል ንቓል ትርጉሙ። ዝዓፈረ፣ ዓፍ ዓፍ ዝበለ፣ ዝፈልሐ ማለት እዩ። ዝፈልሕ ወይ ዝዓፍር ወይ ዓፍ ዓፍ ዝብል ንነዊሕ ግዜ ስለ ዝተዓቑረ፣ ወይ ብምጽናሕ ናብ ኣልኮል ዝተለወጠ፣ ፈርመንትድ፣ ስለ ዝኾነ ዘይኮነስ ብሓዊ ዝፈልሐ፣ ብሓዊ ፈሊሑ ዓፍ ዓፍ ዝበለ ወይ ዝዓፈረ ዓይነት ወይኒ እዩ ዘመልክት። ስለዚ ብሓዊ ነቲ ወይኒ ምስ ተጾምቀ ብኡ ንብኡን ብሓዊ እንታይ ይገብርዎ? የፍልሕዎ፣ ሸኽሸኽ ኣብልዎ ማለት እዩ። ይፈልሕ፣ ይዓፍር። ክዓፍር ከሎ እዚ ያይን ተባሂሉ ዝጽዋዕ ወይኒ ከዳልውዎ ከለው ነቲ ሓድሽ ወይኒ ጽሟቕ ወይኒ ኣፍሊሖም ኣብ ሓፊስ ሎጎግ ኣብ ዝብል ዓይነት ወይውን ኣብ ገዓት ክገዓት ክሳዕ ዝኽእል ማለት ኣዝዩ ክሳዕ ዝሓፍስ ሓፊስ ስጋዕ ኮይኑ ዝዳሎ ብሓዊ እንታይ ይገብርዎ የፍልሕዎ። እዚ ብምፍላሕ ዝተዳለወ ወይኒ ድማ ንነዊሕ ግዜ ከይተበላሸወ ክጸንሕ፣ ከይ መጸጸ ወይ ናብ ኣልኮል ከይተለወጠ ክጸንሕ ዝኽእል እዩ። ናብ ኣልኮል ከይተለወጥ ንነዊሕ ግዜ ተዓቂቡ ክጸንሕ ይኽእል እዩ፣ ከመይሲ ብሓዊ ስለ ዝፈልሐ ኩሉ እቲ ናብ መርዚ ወይ ናብ ኣልካሆል ዝልውጦ ባክተርያ፣ በቲ ሓዊ ስለ ዝመውት ናይ ናብ ዘስክር መስተ ክልወጥ ዘለዎ ተኽእሎ ኣዝዩ ኣዝዩ ኣዝዩ ውሑድ እዩ። ወይኒ ክሰትዩ ክደልዩ ከለዉ ድማ ነዚ ብምፍላሕ ሓፊስ ኮይኑ ዝተዳለወ ወይኒ ወሲዶም ብማይ ቀጢኖም በሪዞም እዮም ዘቕርብዎ ዝነበሩ። እዚ በዚ ኸምዚ መስርሕ ዝዳሎ ወይኒ ድማ ያይን ኢሎም ይጽውዕዎ። መጽሓፍ ቅዱስ እውን ክስተ ዝፈቐደ ነዚ ዘይተበረዘ ነዚ ብማይ እተቐጠነ ሽሩፕ ዝኾነ ዓይነት ወይኒ ግሬፕ ጁስ ተባሂሉ ዝጽዋዕ ዓይነት ወይኒ ክሰትዩ እዩ ቃል ኣምላኽ ደጋጊሙ ዝዛረብ። እዚ ዓይነት ወይኒ ግሪኻውያን ኦይኖስ ኢሎም ይጽውዕዎ፣ ኦይኖስ ኢሎም ይጽውዕዎ፣ ቃል ንቓል ትርጉሙ ድማ ጽሟቕ ወይኒ ወይ ግሬፕ ጁስ ማለት እዩ። ኦይኖስ ያይን ግሬፕ ጁስ ሓደ እዩ። ግሪኻውያን ግሪኻውያን እውን ልክዕ ከምቶም እብራውያን ነቲ ጽሟቕ ወይኒ ብሓዊ ኣፍሊሖም ኣብ ሓፊስ ሎጎግ ዝብል ዓይነት ሲሩፕ ወይ ውን ምሕፋሱ ክሳዕ ከም ገዓት ዝኸውን ገይሮም የዳልውዎ እሞ ኣብ ሓርቢ መሊኦም ድማ የቐምጥዎ። ንመስተ ከቕርብዎ ምስ ዝደልዩ ድማ እናጨለፉ ብማይ እናበጽበጹ እዮም ዘቕርብዎ። ነዚ ብኸምዚ ዓይነት ዝዳሎ ወይኒ ድማ ኦይኖስ ኢሎም ይጽውዕዎ። እቲ ናይ ኣልኮሆል ትሕዝትኡ ኣዝዩ ኣዝዩ ውሑድ ስለ ዝኾነ ድማ ኣብ ስኽራን ኣየብጽሕን እዩ። ጎይታ ኣብ ወንጌል ማቴዎስ ምዕራፍ ትሽዓተ ጥቕሲ ዓሰርተ ሸውዓተ ንሓድሽ ወይኒ ኣብ ኣረገውቲ ኣሕርግቲ ኣየዕርቕዎን፣ እንተ ዘይኮነስ እቲ ኣሕርብቲ ይቕደድ፣ እቲ ወይኒውን ይፈስስ፣ ኣሕርብቲ ኸኣ ይባላሾ፣ ንሓድሽ ወይኒ ግና ኣብ ሓድሽ ኣሕርብቲ የዕርቕዎ፣ ክልቲኦም ድማ ይእርነቡ፣ ከምዚ መልመላታ ዓይነት ኮይኑ ኣብ ከረጺት፣ ኣብ ሓርቢ፣ ተዓጽዩ ንነዊሕ ግዜ ሒዞምዎ ዝኸዱ ኣብ ተፈላለየ ቦታ። ክጸምኡ ከለዉ ክሰትዩ ክደልዩ ከለዉ ከኣ ካብኡ እናጨለፉ ብማይ በጽቢጾም ይሰትይዎ ከም ዝነበሩ ኢና እንርኢ። እንታይ ተባሂሉ ክጽዋዕ ይኽእል እዩ? ሓድሽ ወይኒ ተባሂሉ ክጽዋዕ እውን ይኽእል። ምቁር ወይኒ፣ ሓድሽ ወይኒ ተባሂሉ እውን ይጽዋዕ እዩ። ዚያዪ ኣብቲ ታልሙድ ተባሂሉ ዝጽዋዕ መጽሓፍ ኣይሁድ ዝሓለፈ ግዜ ፓስተር ሙሴ ክነግረና ከሎ ታልሙድ ዝብሃል መጽሓፍ ቅዱስ ቃል ኣምላኽ ምዃኑ ክነግረና ከሎ ታልሙድ ዝብሃሉ ካብ ቀደም እተጻሕፉ ተጻሒፎም እተቐመጡ ኣለዉ እቲ ታልሙድ ሓሙሽተ ሕግታት ሙሴን ካልእ ጽሑፋትን ዝሓዘ እዩ ስለዚ መጽሓፍ ቅዱስ ምስ ተጻሕፈ ከመናጽርዎ ከለዉ እቲ ኣብ ታልሙድ ተጻሒፉ ዘሎ ምስቲ መጽሓፍ ቅዱስ ናይ ብሉይ ኪዳን ልክዕ ከም ዝመጸ እሞ እቲ ቃል ኣምላኽ ሓቂ ምዃኑ ክዕቅንዎ ከለዉ ዝተጠቐምሉ እዩ እዚ ከም ትራዲሽን ኮይኖም ዝጽሕፍዎ ዝነበሩ ሰባት እዩ ኣብቲ ጽሑፍ ታልሙድ እንታይ ዝብል ተጻሒፉ ኣሎ ብዛዕባ ወይኒ ኣፍሊሖም ዝስተ ወይኒ የዳልዉ ከም ዝነበሩ ኣብኡ ተጻሒፉ ኣሎ። እዚ ዓይነት ምድላው ወይኒ ኣብ ማእከል ሕብረተሰብ ኣይሁድ ልሙድ ከም ዝነበረ ከም ዘሎ እውን ሕጂ ይፍለጥ። ኣብቲ ኣፖስቶሊክ ትራዲሽን፣ ናይ ሃዋርያት ትራዲሽን፣ ተባሂሉ እተጻሕፈ መጽሓፍ ኣሎ። ኣብቲ መጽሓፍቲ ውን እቶም ቀዳሞት ኣመንቲ ነቲ ታሪኽ ናይ ቤተክርስትያን ዝጽሕፉ ዝነበሩ ማለት እዩ ክጽሕፉ ከለዉ እታ ቀዳመይቲ ማሕበር ካብ ቀዳማይ ሰንችሪ ጀሚራ ክሳዕ ሰለስተ ሚእቲ ዘላ ማሕበር ማለት እዩ ክነብሩ ከለዉ እቶም ሃዋርያት ወይኒ ይሰትዩ ነይሮም እዮም። እቲ ዝሰትይዎ ዝነበሩ ወይኒ ያይን ከም ዝኾነ ብኸምዚ ዓይነት ብምፍላሕ ተዳልዩ ዝቐርብ ከም ዝነበረ ኣብቲ ኣፖስቶሊክ ትራዲሽን ኣብኡውን ተጻሒፉ ተቐሚጡ ኣሎ። ስለዚ መጽሓፍ ቅዱስ ክስተ ዝፈቐዶ ወይኒ ያይን ወይ ከኣ ኦይኖስ ተባሂሉ ዝስመ ዘየስክር፣ ዝርገት ዘይብሉ፣ ዘይጎድእ፣ ዓይነት ወይኒ ምዃኑ ክንግንዘብ ይግባእ። ኣብ ቀዳማይ ጢሞቴዎስ ምዕራፍ ሰለስተ ጥቕሲ ሰለስተ፣ ሃዋርያ ጳውሎስ ቅጥዒ መለክዒ ንኣገልገልቲ ክህብ ከሎ፣ ናብ ኤጲስ ቆጶስ ዝመጽእ፣ ናብ ፓስተር ምዃን ዝመጽእ፣ ናብ ሽማግለ ምዃን ዝመጽእ ሰብ ዘይሰክር፣ ዘይዋቓዕ፣ ግና ከልኡም፣ ዘይበኣስ፣ ፈታዊ ገንዘብ ዘይኰነ ኢሉ ይምዕድ። ኣብ ቲቶስ እውን ከም ናይ ኣምላኽ መጋቢ እምበር እቲ ኣገልጋሊ ፈታዊ ርእሱ ዘይኰነ፣ ዘይኵሪ፣ ናብ መስተ ዘየድህብ፣ ዘይዋቓዕ፣ ርኹስ ረብሓ ዘይደሊ ሰብ ክኸውን ይግብኦ ኢሉ እቲ ንኣገልግሎት ዝሽየም ሰብ ዘይሰክር ክኸውን ከም ዘለዎ ይምዕድ። እቲ ዘይሰክር ዝብል ቃል ካብቲ ፓራ ኦዮኖስ፣ እታ ኦዮኖስ ትብል ዘይተስክር መስተ ዝበልናያ ንዓ ፓራ ኦዮኖስ፣ ዘይሰክር፣ ኣብ ዘስክር መስተ ዘየድህብ ትብል ቃል እዩ ተጠቒሙ። ስለዚ ንምንታይ ደኣ ንኣገልገልቲ ክመጹ ከለዉ ዘይሰኽሩ ክብል ከሎስ እሞ ዝስከር ዘስክር መስተስ ክስተስ ይከኣል እዩ ክሰኽሩ እንድሕር ዝኽእሉ ኮይኖም ስለዚ ይፈቅድ ኣሎ ናብ ኣገልግሎት ዝመጹ ዘይሰኽሩ እቶም ኣመንቲ ግን ደሓን ዓይነት መለክዒ ዘቐመጠ እዩ ዝመስል እቲ ቃል ምስ ረኣናዮ ግን እቲ ፓራ ዝብል ኣብ ጎኒ ሙኣም እዩ። እቲ ኦይኖስ ዝብል ግኣ ዘየስክር ዝተሓተ መጠን ናይ ኣልኮል ዘለዎ ወይኒ እዩ። ስለዚ ፓራ ኦይኖስ ክብል ከሎ እንታይ ዝብል ዘሎ ኣብኡ ተሰኽቲቱ ዝውዕል ማለት እዩ። ኣብ ጎኒ ዕትሮ፣ ኣብ ጎኒ ወይኒ ምሉእ መዓልቲ ዝውዕል ሁሩፍ ንወይኒ እዩ። እቲ ዘየስክር ወይኒ እውን ብዘይ መጠን ካብ ንግሆ ጀሚሩ እንድሕር ክሰትዮ ውዒሉ ኣብ መወዳእትኡ ክሰክር ይኽእል ምዃኑ እዩ ዝዛረብ ዘሎ። ስለዚ እቲ ግዜ እቲ ኣማውንት ኮንስዩም ትገብሮ ብዝሑ እንተ ብስስዐ ከድካስ እቲ ዘየስክር መስተ ውን ኣብ ዕብዳን ከብጽሓካ ይኽእል እዩ እዩ ዝብል ዘሎ እቲ ዘየስክር ዝብል ቃል ካብቲ ፓራኦይኖስ ዝብል ቃል ግሪኽ ዝተተርጎመ እዩ። ፓራ ኦዩኖስ ዝብል ቃል ብኽልተ ቃል ዝቖመ እዩ። ፓራ ኣብ ጎኒ ምቛም ክኸውን ከሎ ኦዩኖስ ድማ ያይን ዝኾነ ወይ ከኣ እቲ ዘየስክር ዓይነት መስተ ማለት እዩ። ክልቲኡ ብሓንሳእ ክኸውን ከሎ ኣብ ጎኒ ወይኒ ምዃን ኣብ ጎኒ ወይኒ ምቛም ወይ ኣብ ጎኒ ወይኒ ን ንነዊሕ ግዜ ምጽናሕ ዝብል ትርጉም ከም ዘለዎ ነቕልብ። ሎሚ ንርኢ እንተ ኾይና ኣብዚ ዓዲ ሰባት ካብ ኢዶም ኩባያ ዘይፈልዩ ኣለዉ። ኮፊ ድያ ቲ ንዋሕ ጃር ኩሉ ግዜ ምሉእ መዓልቲ ከምዚኣ ክገብሩ ዝውዕሉ ኣለዉ። ልክዕ ከምኡ ዝዓይነቱ ሰብ ትኸውን። እቲ ኣገልጋሊ ሲ ኩባያ ወይኒ ሒዙ ምሉእ መዓልቲ ዝውዕል ክኸውን የብሉን። ብዙሕ ኮንስዩም ከይገብር እሞ ከይሰክር። በዚ ኦይኖስ ተባሂሉ ዝጽዋዕ ኣዝዩ ኣዝዩ ትሑት መጠን ኣልኮል እኳ እንተ ሃለዎ፣ ብብዝሒ ከየቋረጽካ እንተ ወሰድካዮ ከስክረካን ክገዝኣካን ውን ፍኽሕድረልካን ተኽእሎ ከም ዘለዎ ነቕርበሉ። ስለዚ እቲ ኣገልጋሊ ክኸውን እተጸውዐ፣ ንኣገልግሎት ጐይታ ድማ ዝሽየም ሓላፍነት ዝወስድ ኤጲስቆጶስ ኰነ ዲያቆን ነዚ ዘስክ ዘየስክር ወይኒ ኦይኖስ እውን ህሩፍ ከይከውን እሞ ኣብ ስኽራን ኣብ ማእሰርቲ ወልፊ ከይኣቱ ክጥንቀቕ ከም ዘለዎ እዩ ዝምዕድ ዘሎ። እቲ ጐይታና የሱስ ክርስቶስ ኣብ ቃና ናይ ገሊላ ኣብቲ ቀዳማይ ተኣምራቱ ዝገበረሉ ግዜ ንማይ ኣብ ወይኒ ዝለወጦ ማይ ምጥቃሙ ነቲ ወይኒ ክልውጥ ከሎ ማይ ምጥቃሙ ምስቲ ነቲ ብማይ እናተዘለለ ዝወሃብ ሓድሽ ወይኒ ያይን ከም ዝመሳሰል ነቕልበሉ። እቲ ኣቦ ዳስ እታ ናይ ደጋጊሞም ዘምጽዋ ቃል እያ እዚኣ። የሱስ እኳ ባዕሉ ነቲ ማይ ናብ ምንታይ ቀይርዎ እዩ? ናብ ወይኒ ቀይርዎ እዩ እሞ ክንሰቲ ኣለና ኢሎም ዝዛረቡ ሰባት ብዙሓት ሰሚዕና ኣለና። ምስ ቀየሮ ጎይታ ነቲ ማይ ቀዳማይ ነገር ማይ ምጥቃሙ ንሓዞ። ምኽንያቱ እቲ ያይን ብምንታይ እዩ ዝዳሎ? ብማይ እዩ ዝዳሎ። ያይን ዓይነት ከም ዘዳለወ እምበር ጎይታ ዘስክር ዓይነት መስተ ከም ዘየዳለወ ከነቕልብ ደልየ። እቲ ኣቦ ዳስ ብዛዕባ እቲ ወይኒ ዝበሎ ቃል እንታይ ከም ዝነበረ ንዘክር፣ ቅድም ጽቡቕ ወይኒ እዩ ዝቐርብ፣ ደሓር ከኣ ሕማቕ፣ ንስኻ ግን ነዚ ጽቡቕ ወይኒ ዓቚርካዮ ጸኒሕካ። እቲ ጽቡቕ ወይኒ እቲ ያይን ዓይነት ወይኒ እዩ። እቲ ዘየስክር ዓይነት ወይኒ ምዃኑ ክንርዳእ ይግብኣና። እዚ ጽቡቕ ወይኒ ዝብል ምስቲ ሓድሽ ወይኒ ዝብል ትርጉም ይመሳሰል፣ ምስ ያይን። ስለዚ ነቲ ዘየስክር ዓይነት ወይኒ ንያይን ወይ ከኣ ንኖይኖስ፣ ንኦይኖስ፣ ወይኒ ከም ዘመልክት ነቕርበሉ። ልዕሊ ኹሉ። ልዕሊ ኹሉ ድማ እቲ ሰናይ ዝኾነ ጎይታ ሰናይ ዝፈቱ ኣምላኽ ስኽራን ዘኸትሎ ጥፍኣትን ዕንወትን ጽላለን ዕብዳንን እናፈለጠ ምእንቲ ክሰኽሩ ኢሉ ዘስክር መስተ ነቶም ዕድማት ክህቦም ኢልካ ምሕሳብ ዘስደምም እዩ። ጐይታ ምእንቲ ክሰፍ ትማሊ ምሸት ክዝውር ከለኹ ካብ ፕሮግራም ኮንፈረንስ ጌርና ክንወጽእ ከለና ምኻድ ስኢኑ ተለኺቱ ሰብኣይ ስፓኒሽ ዓይነት እዩ ምኻድ ስኢኑ ዝረግጾ ዘይፈልጥ መኪና እናመጻእኩ ከለኹ it was my right to cross the street ናተይ መሰል እዩ ነይሩ ክሓልፍ ግን ምንም ምስ ቀልቡ ስለ ዘይነበረ ኣብ ትሕቲ ቁፅፅር ወይኒ ስለ ዝነበረ ትኽ ኢሉ ኣትዩኒ ጠጠው ኢለ ተፀበዮ ክሳዕ ደሓር ሕልፍ ምስ በለኒ ክምብል ኢሉ ወዲቑ። ኣብታ ማርሻቤ ድማ ነቒጹ ከምዚኣ ተደፊኡ ብኣፉ ሱቕ ኢለ ከይደ። እቲ ጎይታ ጎይቶት እቲ ጎይታ ክብሪ እቲ ኩሉ እንትንኡ ሰናይ ዝኾነ የሱስ ዘስክር መስተ ይህብ እዩ ኢልካ ምሕሳብ ሰባት ክድፍኡ ሰባት ዝርግርግ ክኣትዎም ሰባት ክጻልኡ ሓሳቦም ክጽልምን ሰባት ክቃተሉ ክፋገጹ ጎይታ የሱስ ወይኒ ለዊጡ ሲ ምእንቲ ክሰኽሩ እዩ ከምኡ ዝገበረ ኢልና ክንዛረብ ዘስደምም እዩ ኣሕዋተይ ምስቲ ባህርያት ናይ ጎይታ ፈጺሙ ኣይከይድን እዩ ጎይታ የሱስ ኩሉ እንትኑ ጻድቕ እዩ። ስለዚ እቲ ዝሃቦ ወይኒ ያይን ዓይነት ወይኒ ደየስክር ከም ዝኾነ እምበር ዘስክር ጌርካ ኣብ ግም ኣብ ምደምደምታ ባዕልኻ በጺሕካ ምውሳን ዓቢ ጌጋ ምዃኑ ክንፈልጥ ይግባእ። እምበኣርሲ እዚ ኹሉ ምስ በልና እታ ኣቐዲምና እዛ ሕጂ ዘሎ እዚ ሕጂ ዘሎ ወይኒ ምስቲ ናይ ጥንቲ መጽሓፍ ቅዱስ ክስተ ዘፍቀዶ ወይኒ ሓደ ድዩ ኢልና ኣቐዲምና ዘልዓልናዮ ሕቶ ምልስ ኢልና እንተ ሓተትና እቲ መልሱ ያእ ያእ እስኪ በሉ ያእ ኣይፋሉን እዚ ሕጂ ዘሎ ወይኒ ምስቲ ጐይታ ክስተ ዘፍቀዶ ወይኒ ያይን ሓደ ኣይኰነን ኣርባዕተ ነጥቢ። ስለዚ ኣመሳሚስካ ኣምላኽ ከም ዝድግፎ ጌርካ እናተዛረብካ ዘስክር ወይኒ ክትወስድ ጽቡቕ። ኣይኮነን። እንተስ ብውሕዱ እንተስ ብብዙሑ ብዝኾነ ይኹን ነገር ዘስክር መስተ ኣማኒ ክሰቲ ኣይፍቀድን እዩ። ኣጸቢቕና ኣዕሚቑና ክንከይድ ኢና፣ ንሎምመዓልቲ ግን ሰዓትና ኣኺሉ ስለ ዘሎ ኣብዚ ከይፈተኹ ደው ከብል እየ። ኣብቲ ቀንዲ ኣይኣተኹን። ኣብቲ ቀንዲ ኣይበጻሕኩን። ንዓና ከም ኣመንቲ ዝጽበየና ሓላፍነት እንታይ ከም ምዃኑ ኣብ ናዝራዊ ዝብል ቃል ምስ ከድና፣ ናዝራዊ ማለት እንታይ ማለት ምዃኑ፣ ሊቀ ኻህን ወይ ከኣ ከሃን ማለት እንታይ ማለት ምዃኑ፣ ንሕና ናዝራውያን ከም ዝኾንና፣ ንሕና ካህናት ከም ዝኾንና ምስ ከድና ኣብኡ ኣጸቢቕና ብዛዕባኡ ክንዘራረብ ኢና። እተን ሕቶታት ክትሓትወን እሞ ባዕልኹም ክትምልስወን ሽዱሽተ እየን እተን ሕቶ ክበኩም እየ። እታ ቀዳመይቲ ሕቶ እንታይ እላ እዚ ሕጂ ዘሎ ወይኒ ምስቲ ኣብ መጽሓፍ ቅዱስ ክስተ ዘፍቅዶ ወይኒ ሓደ ድዩ ኢልና ሓቲትና። እታ ካልኣይቲ ከኣ ወይኒ ክሰትስ ኣድላዪ ድዩ? እዚ ነሰሲቲ ከም እንጌራ ከም ማይ ከም ክዳን ክገብሮ ዘለኒ ናይ ግድን እንድዩ ሕቶ እዚኣ ሓዝዋ እታ ካልኣይቲ ምስኣ ዝኸይድ ዝበለጸ ምርጫ እዩ ወይን ምስታይ ዝበለጸ the best choice I made ኢልካ እትምከሓሉ ድዩ? ሳልሳይ ወይ ራብዓይ ወልፊ ዶ የሕድረለይ ወልፊ ዶ የሕድረለይ ወልፊ እንታይ ገብረካ እዩ ዩ ቢካም ዩ ጋድ ኣምላኽካ እዩ ዝኾን ስለዚ ወልፊ ዶ የሕድረለይ ራብዓይ ንኻልኦትን ንርእሰይን ዝሃንፅ ድዩ ወይስ መፍረስ እዩ? ሓምሻይ፣ ንኣመንቲ ብጾተይ ዕንቅፋት ይኸውን ድዩ? ሻድሻይ፣ ምስክርነተይ ኣብ ደገ የጸብቖ ድዩ የኽፍኦ? ነዘን ነገራት እዚኣተን ኣብቲ ዝመጽእ ዘሎ ግዜ ሓደ ብሓደ ጌርና ክንዛረበሉ ኢና። እዚ ሎሚ ሰለስተ ዓይነት ወይኒ ከም ዘሎ ርኢና ኣለና። ሲካር ዝበሃል ወይ ሽካር ዝበሃል ኣሎ፣ ወይ ግሌየኮስ ዝበሃል ኣሎ፣ ስዊት ዋይን፣ ያይን ዝበሃል ከኣ ኣሎ። ነዚ ካብ ሰለስቲኡ ዓይነት መጽሓፍ ቅዱስ ክስተ ዘፍቀዶ ያይን ዝብል ግሬፕ ጁስ ምዃኑ ሎም መዓልቲ ኣቕሊብናሉ ክንከይድ ይደሊ። ኩላህና ካብ ዘለናዮ ሓፍ ኢልና እግዚኣብሔር ባሪኽና ክንከይድ Thank you Jesus ዝርገት ኣለዎ እሞ ብወይኒ ኣይትስከሩ። እንታይ ደኣ በቲ ሓይሊ ዝኾነኩም ዘጽንዓኩም ንመርሓኩም ሕያው ዝኾነ መንፈስ ቅዱስ ተመልኡ። ስለዚ ሎሚ ኣብ ቤት ኣምላኽ ክንመጽእ ከለና መንፈስ ቅዱስ ክንምላእ ኢና መጺእና ዘለና። እዚ እዳውና ልዒልና መንፈስ ቅዱስ ምልኣኒ ንብል።